ዜና መጽሔት ዜና መጽሔት
እዚ ሚእትን ኣርባዕተን ነጥቢ ኣርባዕተ ሬድዮ ኤፍኤም መቐለ እዩ ሰላም ጥዕና ይሃበልና ክቡራትን ክቡራን ሰማዕትና ዕለታዊ ዜና መፅሄትና ፈሊሙ ኣሎ ኣብ ዜና መጽሔትና ብሓጸርቲ እነቕርቦም ዜናታት፣ ብዝርዝር እነቕርቦም ዜናታትን ቢዝነስ ኢሉ እውን ስፖርት ዘካተቱ እዮም ክኾኑ። ክሳብ ምዛም ዜና መጽሔትና ከዓ ሓቢርኩምና ንኽትጸንሑ ንዕድም ዘለና ኪዳነ ጸጋይ፣ ሜሪ ደሞዝ፣ ብመዳይ ቴክኒክ ድማ ልኡል ኣውራነ ብሓደ ኣለና። ፈለማ ግና ቀንዲ ነጥብታት ዜና ምምላስ ስሩዕ መንግስቲ ትግራይ ትርጉም ዝህልዎ ካብ ላዕሊ ክሳብ ታሕቲ ዝርከባ ሴክተራት ንሕብረተሰብ ግቡእ ግልጋሎት እንትህባ ፀገም ሕብረተሰበን ተረዲኤን ንምፍታሕ ብትግሃት እንትሰርሓን ከም ዝኾነ ምኽትል ፕሬዚደንት መንግስቲ ትግራይ ኣይተ ኣማኑኤል ኣሰፋ ሓቢሮም። ኣብ ምሕደራ መሬት ዘጋጥም ዘሎ ግዕዝይናን ዘይፍትሓዊ ኣሰራርዓን ሓደጋ ህልውና ይኸውን ብምህላዉ ነዚ ስርዓት ንምትሓዝ ዋኒን ኩሎም ኣብያተ ዕዮ ክኸውን ቢሮ መሬት ትግራይ ፀዊዑ። መዓልቲ ሰማእታት እንትነኽብር ከም ተጋሩ ህላወና ንክነቐፅል ዝተኸፈለ መስዋእቲ እንዝክረሉን ብኡ ኣቢልኻ ዕላማታቶም ኣብ ጫፍ ንምብፃሕን እንተግሀሉን ክኸውን ከምዝግባእ ኣባል ማእኸላይ ኮሚቴን ሓላፊ ዋና ኦዲተር ትግራይን ኣይተ ክብሮም ፍስሃየ ገሊፆም። ካብ ዜናታት ወፃእ ድማ ፕሬዚዳንት ኣሜሪካ ዶናልድ ትራምፕን ፕሬዚዳንት ኢራን መስዑድ ፔዜሽኪያንን ኣብ መንጎ ክልቲኤን ሃገራት ንነዊሕ እዋን ዝፀንሐ ጎንፂ ንምውጋድ ዝዓለመ ስምምዕ ሰላም ፈሪሞም። ናይ ዝብሉን ካልኦትን ዜናታት ናባኹም ክነብፅሕ ኢና፣ ፈለማ ግና ሓፀርቲ ዜናታት። ኣብ ምሕደራ መሬት ዘጋጥም ዘሎ ግዕዝይናን ዘይፍትሓዊ ኣሰራርሓን ሓደጋ ህልውና ይኸውን ብምህላው ነዚ ስርዓት ንምትሓዝ ዋኒን ኩሎም ኣብያተ ዕዮ ክኸውን ቢሮ መሬት ትግራይ ፀዊዑ። ቢሮ መሬት ትግራይ ኣብ ኣጠቓቕማን ምሕደራን መሬት ዘጋጥሙ ፀገማት ንምፍታሕ ምሕደራ መሬት ስርዓት ብምትሓዝ ህልውናና ሕውየትናን ዘላቒ ልምዓትናን ነረጋግፅ ብዝብል መሪሕ ሓሳብ ምስ ኣመራርሓ ዝተፈላለዩ ኣብያተ ዕዮ ትግራይ ዘተ ኣካይዱ። ድሕሪ ፅንተታዊ ኲናት ትግራይ ኣብ ምሕደራ መሬት ዝነበሩ ፀገማት ሰናይ ምምሕዳር ከም ዝተጋደዱ ዝገለፁ ሓላፊ ቢሮ መሬት ትግራይ ዶክተር ፍስሃ ሃብተፅዮን ኣብ ከተማን ገጠርን ሃፍቲ መዓድንን ካልኦት ሃፍቲ ተፈጥሮን ብዘይ ኣግባብ ብምጥቃም ሕብረተሰብ ንፀገማት ሰናይ ምምሕዳር ብምቅላዕ ዝኸፍእ ሓደጋ ህልውና የስዕበሉ ከም ዘሎ ገሊፆም። ኣብቲ መድረኽ ኣብ ምሕደራ መሬት ብዝተፈላለዩ ምሁራት እቲ ዓውዲ መፅናዕቲ ቀሪቦም ዘተ ከም ዝተገበረሎም ንምፍላጥ ተኻኢሉ። ኣብቲ ዘተ ኣመራርሓ ቤት ምኽሪ ትግራይ፣ ኮምሽን ስነ ምግባርን ፀረ ግዕዝይናን ትግራይ፣ ቤት ፍርዲ፣ ቢሮ ፍትሕን ካልኦት መዳርግቲ ኣካላትን ተሳቲፎም እዮም ክብል ቴሌቪዥን ትግራይ ፀብፂቡ።
ዩኒቨርሲቲ መቐለን ቢሮ ማዕድን ክልል ትግራይን ንነዊሕ እዋን ዝፀንሕ ርክብ ምትሕብባር ኣብ ዓውድታት ማዕድን፣ ጂኦሳይንስ፣ ልምዓት ዓቕሚ ሰብን ነቲ ኣብቲ ክልል ዘሎ ባህርያዊ ሃፍቲ ናብ ዝለዓለ ብርኪ ተረባሕነት ንምስግጋር ናይ ምርድዳእ ሰነድ ተፈራሪሞም። ኣብቲ ስነ ስርዓት ክታም ፕሬዚዳንት ዩኒቨርሲቲ መቐለ ዶክተር ፋና ሓጎስ ከምዝገለፅኦ እቲ ስምምዕነት ሓደ ካብቶም ቀንዲ ናይቲ ዩኒቨርሲቲ ትኹረት ዝወሃቦም ዓውድታት ማለት እውን ንመስርሕ ምምሃር ምስትምሃር

ኣብ ምርምርን ፍልጠትን መሰረት ብምግባር ንዘላቒ ልምዓት ዘለዎ ግደ ዕዙዝ ምዃኑ ድሕሪ ምግላፅ፣ ካብ ዩኒቨርሲቲ መቐለ ዝተገብረ ናይ ምትሕብባር ስምምዕነት ኣገዳስን እዋናውን ምዃኑ ሓቢሮም። ቀንዲ ነጥብታት እቲ ናይ ምርድዳእ ሰነድ፣ ኣብ ክሊ ሃፍቲ መኣድን፣ ዕድላትን ብድሆታትን ዝሰርሕ ናይ ሙያን ሳይንስን ጉጅለ መመንጨዊ ሓሳብ፣ ቲንክ ታንክ፣ ብምጥያሽ ንእታወት ፖሊሲ፣ ንምርምርን ንትልምታት ልምዓትን ዘድልዩ ኣገደስቲ እታወታት ምቕራብ ዘካተተ እዩ። ካልእ ኣብ ቢሮ ማዕድን ዘለዉ ክኢላታት ዓቕሞም ምግልባት ስልጠናታት ምሃብን ኣብ ትግራይ ዘሎ ሃፍቲ ማዕድን መፅናዕቲ ብምግባር ንህዝቢ ተረባሒ ምግባር ዝዓለመ ምዃኑ ተገሊፁ። ከምኡ እውን ክልቲኦም ትካላት ኣብ ዳግመ ህንፀት ትግራይ ኣብ ዙርያ ጂኦ ሃፍቲ ማዕድንን ማይን ዘተኮሩ ኮንፈረንስን መድረኻትን ምኽክርን ብምድላው ንመንግስትን ማሕበረሰብን እቲ ክልል ጠቐምቲ ዝኾኑ ሓበሬታታት ምቕራብ ከምዝኾኑ እቲ ዩኒቨርሲቲ ፀብፂቡ።
ኣብ ሕሉፍ ታሪኽ ንህላወ ትግራይ ብጀጋኑ ሰማእታት ምእንተ ትግራይ ተኸፍለ ክቡር መስዋእትነት ንትግራይ ዓፅመ ደማ ብምዃን ደው ዘበሉ እዮም እሞ ክብሪ ዝኽርን ምፍፃም ሕድሪ ሰማእታትን ካባና ትፅቢት ዝግበር እዩ ኢሎም ከንቲባ ከተማ ሃገረ ሰላም ኣይተ ጎይትኦም ሃይለማርያም። በብ መዋእሉ ዝነበረ ወለደታት ትግራይ ኣብ ትግራይ ይበፅሕ ንዝነበረ ፖለቲካውን ኢኮኖሚያውን ወፃዕታት ዘይከም ዜጋታት ዘጓንዩ፣ ዝደፍኡን ዝጭፍጭፉን ስርዓታት ብምቅላስ ሃለዋቱን ሓርነቱን ብደሙን ትንፋሱን ዋጋ እናኸፈለ እዩ ኣብዚ ኣብፂሕዋ ይብሉ ኣይተ ጎይትኦም። መስዋእቲ ጀጋኑና ንኽብሪ ትግራይ፣ ንውሕስቲ ትግራይ፣ ዓርሰ ውሳነኣ ንዘኽበረትን ብልምዓትን ህንፀትን እትፍለጥ ሰላማዊት ትግራይ ክትህሉ እዩ ዝበሉ ኣይተ ጎይትኦም፣ ከም ህዝቢ ሕድሪ ሰማእታትና ንምትግባርን ንምፍፃምን እንገብሮ ቃልሲ ከነሐይል ይግባእ ኢሎም። ሕድሪ ሰማእታትና እነኽብሮን እንዝክሮን፣ ህዝብና ኢኮኖሚያውን ማሕበራውን ተጠቃምነቱ ንምዕባይ፣ ፖለቲካዊ ተሳትፎኡ ንምዕዛዝን ዝገብሮ ተሳትፎ ከዕቢ እጃሞም ክፍፅሙ ብምግባር እዩ ክብሉ ይገልፁ ኣይተ ጎይትኦም። ብመሰረት እዚ ቅድም ክብል ኣብ ከተማ ሃገረ ሰላም ንሓደ ሚእትን ሰብዓን ኣርባዕተን ስድራ ስውኣት ዕደላ መሬት ተኻይዱ ምንባሩ ብምግላፅ፣ እዚ እውን ኣብ ዝተረፉና ስድራ ተጠናኺሩ ክቕፅል እዩ ክብሉ ተዛሪቦም። ኣብ ከተማና እንዝክሮ መዓልቲ ሰማእታት ዝተበታተነን ዝተመዛበለን ህዝብና ናብ መረበቱ ክምለስ፣ ግዝኣታዊ ሓድነት ትግራይ ክረጋገፅ፣ ዓርሰ ውሳነና ክነግህድ እንገብሮ ቃልሲ ብመንፅር ምፍፃም ሕድሪ ሰማእታት ኣጠናኺርና ክንከይደሉ ዳግም ቃልስና እነሐድሰሉን ቅንያት እዩ ክብሉ ከንቲባ ከተማ ሃገረሰላም ኣይተ ጎይትኦም ሃይለማርያም ገሊፆም ክብል ድምፂ ወያነ ትግራይ እዩ ጸብጺቦም። ኣብ ሰሜን ኣሜሪካ ዝነብሩ ተቀሩ ዲያስፖራ ኣብ ከተማ ዓድዋ ንዝተዓቐቡ ተምዛብልቲ ምዕራብ ትግራይ ብድምር ን450 ንዝኾኑ ጽጉማት ወገናት ሓገዝ ገንዘብ ገይሮም። ኣብቲ ስነ ስርዓት ሓገዝ ተረኺቦም መደረ ዘስምዑ ተወከልቲ ኣይተ ተስፋኣለም ሃይላይን ተጋዳሊት ብርኽቲ ሃይለን ከምዝገለፅዎ ኣብ ሰሜን ኣሜሪካ ዝነብሩ ተጋሩ ዲያስፖራ ህፅውፅ ሓገዝ ንትግራይ ብዝብል ግዱሳት ወገናት ብዝገበርዎ ምግባረ ሰናይ ንዝሓለፉ እዋናት ኣብ ማሕበራውን ኢኮኖሚያውን ፀገማት ወዲቖም ንዝርከቡ ፅጉማት ወገናት ገንዘብ እናሓገዙ ዝመፁ እዮም ክብሉ ተዛሪቦም እዮም። ሕዚ እውን ናቱ መቐፀልታ ምስ ህፁፅ ምላሽ ንትግራይ ብሓባር ብምዃን ኣብ ከተማታት ዓድዋ፣ ኣኽሱም፣ ሰለኽለኻ፣ ሽረን ሕፃፅን ንዝተዓቐቡ ተመዛበልቲ ዞባ ምዕራብ ትግራይ ብድምር ዓሰርተ ክልተ ሚሊየን ብር ሓገዝ ገንዘብ ዝግበር ዘሎ ኮይኑ ኣብ ከተማ ዓድዋ ተዓቒቦም ንዘለዉ ፅጉማት ወገናት ተመዛበልቲ ዞባ ምዕራብ ትግራይ ብድምር ንኣርባዕተ ሚእትን ሓምሳን ንዝኾኑ ንሕድሕዶም ሰለስተ ሽሕ ብር ከም ዝተሓገዙ ገሊፆም። ርእይቶኦም ዝሃቡ እቶም ተሓገዝቲ፣ ተመዛበልቲ ዞባ ምዕራብ ትግራይ ንሕና ካብ መረበትና ተሰዲድና ኣብ ፀገም ንርከብ ዘለና ወገናት ኣብ ሰሜን ኣሜሪካ ዝነብሩ ተጋሩ ዲያስፖራ ህፁፅ ሓገዝ ንትግራይ ብምባል ሓገዝ ገንዘብ ስለዝሃብኩምና የቐንየልና ኢሎም ክብል ሓበሬታን ርክብን ከተማ ዓድዋ ፀብፂቡ። ዜና ወፃኢ ፕሬዚደንት ኣሜሪካ ዶናልድ ትራምፕን ፕሬዚደንት ኢራን መስዑድ ፔዜሽኪያንን ኣብ መንጎ ክልቲኤን ሃገራት ነዊሕ እዋን ዝፀንሐ ጎንፂ ንምውጋድ ዝዓለመ ስምምዕነት ሰላም ተፈራሪሙ። እዚ ስምምዕ ንዓለም ለኻዊ ንግዲ ነዳዲ ኣገዳሲ ዝኾነ መፃቦ ሆርሙዝ ዳግማይ ክኽፈት፣ ኣብ ልዕሊ ኢራን ዝተነበረ እገዳ ከልዕልን ሰለስተ ሚእቲ ቢልዮን ዶላር ዝግመት ዝኾነ ንብረት ኢራን ብምልቃቕ ነታ ሃገር ዳግማይ ንምህናጽ ዝሕግዝ እዩ ተባሂሉ። ፕሬዚደንት ዶናልድ ትራምፕ ኣብቲ ናይ ምፍርራም ስነ ስርዓት ኣብ ዝሃብዎ መብርሂ እቲ ስምምዕ ዓብዪ ቁጠባዊ ውድቀት ንምክልኻል ወሳኒ ምዃኑ እንተኾነ ግን ናይ መወዳእታ ስምምዕ ሰላም እንተዘይተበፂሑ ኣሜሪካ ካብ ወታደራዊ ስጉምቲ ከምዘይትዕንቀፍ ኣጠንቂቖም እዮም። እቶም ፕሬዝዳንት ብፍሉይ ኣብ ዝሃብዎ መግለፂ እቲ ንዳግመ ህንፀት ኢራን ዝኸውን ገንዘብ ካብ ኣሜሪካ ዘይኮነስ ካብቲ ኣብ ባንክታት ኢራን ተዓፅዩ ዝነበረ ናይ ገዛእ ርእሳ ንብረት ከምዝመፅእ ገሊፆም። ብኻልእ ወገን ፕሬዝደንት ኢራን መስዑድ ፐዜሽኪያን ትማል ሮብዕ ነቲ ሰነድ ከምዝተፈረመ ከረጋግፁ እንከለው ኣፈ ጉባኤ ፓርላማ ኢራንን ዋና ተደራደረን መሓመድ ባጋር ጋሊባፍ እቲ ስምምዕ ንሊባኖስ ሓዊሱ ኣብ ኩሉ ግንባራት ዝካየድ ወተሃደራዊ ስርሒታት ደው ከም ዘብል ገሊጹ። ብተወሳኺ ኣብ ውሽጢ ስሳ መዓልታት ተወሳኺ ድርድር ብዛዕባ ኒዩክለራዊ ፕሮግራም ክካየድ ምዃኑ ሓቢሮም። ድሕሪ ቅትለት ላዕለዋይ መራሒ ኢራን ኣያቶላህ ዓሊ ካሜኔይን ኣብቲ ኲናት ላዕለዎት ወተሃደራዊ መኮንናትን ስዒቡ ዝተጋደደ ጎንጺ መጻብቦ ሆርሙዝ ብምዕጻው ዓለማዊ ዋጋ ነዳዲ ብሓያል ወሰኽ ዋጋ ቁጠባዊ ዘይምርግጋእ ኣስዒቡ'ሎ። ክብል ድማ ሲኤንኤን ጸብጺቡ። እዚ ሚእትን ኣርባዕተን ነጥቢ ኣርባዕተ ሬድዮ ኤፍኤም መቐለ እዩ። ዜና መጽሔት እናቐጸለ ይርከብ። ናብ ብዝርዝር እናቕርቦም ዜናታት ክንሰግር ምምላስ ስሩዕ መንግስቲ ትግራይ ትርጉም ዝህልዎ ካብ ላዕሊ ክሳብ ታሕቲ ዝርከባ ሴክተራት ንሕብረተሰብ ግቡእ ግልጋሎት እንትህባን ፀገም ሕብረተሰበን ተረድኤን ንምፍታሕ ብትግሃት እንትሰርሓን ከምዝኾነ ምክትል ፕሬዚዳንት መንግስቲ ትግራይ ኣይተ ኣማኒኤል ኣሰፋ ሓቢሮም። ኣይተ ኣማኒኤል ነዚ ዝበሉ ቢሮ ጥዕና ትግራይ ምጥንኻር መሪሕነትን ኣወዳድባን ንሕውየት ስርዓት ጥዕና ትግራይ ብዝብል ቴማ ኣብ ዘሳለጦ መድረኽ ምንቕናቕ መደባት ጥዕና ተረኺቦም ኣብ ዘሕለፍዎ መልእኽቲ እዩ። መሳርሕትና ብርሃነ ወልዳይ ዝርዝር ተወሳኺ ኣሰናድዩ ኣሎ።
ብስሩዕ ስርሑ ዝተመለሰ ብሄራዊ ክልላዊ መንግስቲ ትግራይ ኩሎ መዳይ ሕውየት ትግራይ ንኽረጋገፅ ለይትን ቀትርን ብዕቱብ ክሰርሕ ከምዝግባእን እዚ ንኽኸውን ድማ ካብ ላዕሊ እስካብ ታሕቲ ዝርከቡ መሓውራት መንግስትን መዳርግቲ ኣካላትን ልዕሊ ዝኾነ እዋን ጠንኪሮም ክሰርሑ ይግባእ ክብሉ ምኽትል ፕረዚደንት ትግራይ ኣይተ ኣማኑኤል ኣሰፋ ሓቢሮም። ዝተመረፀ መንግስትና ናብ ሕገ መንግስታዊ ቁሞንኡ ተመሊሱ ኣሎ። እዚ ናብ ቦትኡ ዝተመለሰ መንግስቲ ብዙሕ ነገር ይጽበዮ። ምውሓስ ህልውና፣ ድሕንነት፣ ልኡላውነትን ምርግጋጽ መሰል ዓርሰ ውሳነ ህዝቢ ትግራይ እዩ። ስለዚ ኣብ ማሕበረ ኢኮኖሚ፣ ኣብ ሰላም፣ ኣብ ጸጥታ፣ ኣብ ምርግጋጽ ልዕልነት ሕጊ፣ ኣብ ኩሎም ዓውድታት ናይ መንግስቲ ስራሕቲ ኩሎም ትካላት መንግስቲ ተመዓራርዮም ናይ ሓጺርን ናይ ነዊሕን ግዜ ትልምታት ኣውጺኦም ክሰርሑ ትጽቢት ይግበረሎም። ቢሮ ጥዕና ትግራይ እውን ናብቲ ኣብ ቅድሚ ኵናት ዝነበረ ቁመንኡ ተመሊሱ ምስ ብዙሕ ጉድለታቱ ኣብ ባይታ ናይ ዘለዋ ናይ ሕብረተ ሰብ ኣወዳድባታት ናይ መንግስቲ ዓቕምታት ተጠቒሙ ንሕብረተሰብ ተስፋ ዝህብ ሕውየት ከምፅእ ትፅቢት ይግበርም። ነቲ ቁመና እቲ ንምምላስ በቢብርኩ ዘሎ ኣመራርሓ ነቲ ኣንፈት ክፈልጦን ክዛተየሉን ግቡእ ይኸውን ኣሎ በሉ። ቢሮ ጥዕና ትግራይ ኣብ ሕውየት ስርዓት ጥዕና ትግራይ ንዘውፅኦም መደባት ተማይጥና፣ ተረዳዲእና፣ ወፊርና፣ ኣብ ሕብረተሰብና ዘለዉ ፀገማት ክንፈትሕ ትፅቢት ይግበረልና። ብሰንኪ ኣብ ትግራይ ዝተፈፀመ ፅንተታዊ ኲናት ሰማንያ ሽዱሽተ ሚኢታዊ ትካላት ጥዕና ትግራይ ብኽፋል ህንፀን እንትዓንው ከባቢ ሰለስተ ሚኢታዊ ድማ ሙሉእ ብሙሉእ ከምዝዓነወ ዝሓበሩ ሓላፊ ቢሮ ጥዕና ትግራይ ዶክተር ፀጋይ በሪሁ ብግደኦም፣ ኩለ መዳይ ስራሕቲ መደባት ጥዕና ንምዕዋት ኣብ ዝግበር ምንቅስቓስ ግደ ኣመራርሓ ልዑል ከምዝኾነ ድማ ኣረዲኦም። ብዝተኻየደ ጆኖሳይዳዊ ኲናት ስርዓት ጥዕና ትግራይ ብኸቢድ። ተሃስዩ እዩ። ከም ውፅኢቱ ከባቢ ሰማንያ ሽዱሽተ ፐርሰንት ዝኾና ትካላት ጥዕና ትግራይ ብኽፋል፣ ከባቢ ሰለስተ ፐርሰንት ድማ ብሙሉእነት ህንፀእን ከምዝዓነወ ብመፅናዕቲ ተረጋጊፁ እዩ። ሰራሕተኛ ጥዕና እውን ንከቢድ ማሕበረ ቁጠባዊ ሽግራት ተሳጢሑ፣ ብርክት ዝበለ ድማ ክሳብ መስዋእቲ ዝበፅሐ ረዚን ዋጋ ከፊሉ እዩ። እዚ ሎሚ ምጥንኻር መሪሕነትን ኣወዳድባን ስርዓት ጥዕና ትግራይ ብዝብል መሪሕ ሓሳብ ኣዳሊናዮ ዘለና መድረኽ ምንቕናቕ መደባት ጥዕና ቀንዲ ዕላምኡ ኩለመዳያዊ ስራሕቲ መደባት ጥዕና ንምብራኽን ካልኦት ሓደጋታትን ኣቐዲምካ ምክልኻል፣ እንተጋጢሞም ድማ ኣብ ዝሓጸረ ግዜ ብዝወሓደ ሪሶርስ ምቁጽጻር፣ ጽሬት ዘለዎ ምላሽ ዝህብን ጥንኩር ስርዓት ጥዕና ንምህናጽ ዝዓለመ እዩ። ኣብ ሕውየት ስርዓት ጥዕና ትግራይ ዛጊድ ዝተሰርሑ ስራሕቲ ዓቂብና፣ በቢብርኪ ዘሎ ኣመራርሓን ውዳበታትን ህዝብን ንጥዕና ቀዳምነት ብምሃብ ተሰጣጢምናን ተናቢብናን ብምስራሕ ኣብ ዝሓጸረ ግዜ ተሳጋሪ ለውጢ ምምጻእ ኣብዚ ዘሎ ኣካል ድማ እዚ ኣብ ምትግባር ዓቢ እጃም ኣለዎ። ከም ንስመ እውን ዓብይ እምነት ኣለና ከም ቢሮ። ኣብ መወዳእታ ሰሙያ ጥዕና ትግራይ ንኹሉ ፀገማት በዲሖም ንህዝቦም ንዝሃብዎን ይህብዎን ንዘለዉ ግልጋሎት ብሽም ቢሮ ጥዕና ትግራይ ከምስግን ይደሊ። ኣብ መወዳእታ ተሳተፍቲ እቲ መድረኽ ዝኾና ወገናት ብግደኣን ቢሮ ጥዕና ትግራይ ምጥንኻር መሪሕነትን ኣወዳድባን ንሕውየት ስርዓተ ጥዕና ትግራይ ብዝብል ቴማ ዘሳለጦ መድረኽ ምንቕናቕ መደባት ጥዕና ካብ ላዕሊ ክስካብ ታሕቲ ተናቢብካ ንምስራሕ ከምዝሕግዝ ድማ ሓቢረን። ታሪክ ፍትዉ ይበሃል ሓላፍነተይ ጉዳይ ደቂ ኣንስትዮ ወረዳ ዓዴት። እዚ መድረኽ እዚ ንቲ ናይ ስነ ልቦናና ውድቀት ናብ ሕውየት ዘለዓዓል እዩ። ደኸይሞ ተዋና ኢድን ጓንትን ኮይንና ምስቲ መዳርግቲ ኣካል መንግስታዊ ይኹን ዘይመንግስታዊ እዚ መድረኽ እዚ ከምዚ ገይሩ ምድላዉ ብጣዕሚ ጽቡቕ እዩ። በርሀ ተስፋይ ዝብሃል ዝመጾ ክለ ወረዳ ወረዳ ዓድዋ። ሰብ ሞያ ክፈትሕዎ ዘይኽእሉ ጸገማት ናይ ኩሉ ህዝቢ ናይ ኩሉ መሪሕነት ኢድን ፍልጠትን ዓሪፍዎ ክፍታሕ፣ ስለ ዝግበኦ ዝምልከቶ ኣካል ናብዚ ጸዊዕኻ ግንዛበ ምፍጣር ብጣዕሚ ጽቡቕ እዩ ማለት እዩ።
ጉዕዞ ትግራይ ናይ ህልውናን ድሕነትን ጉዕዞ ብምዃኑ ኣብ ከይዲ እዚ ጉዕዞ ድማ ቁጠባዊ ህልውናን ድሕነትን ምርግጋፅን ዘመናዊ ሕርሻ ትግራይ ንምዕዋት ብዕቱብ ክስረሐሉ እዩ ክብሉ ሓላፊ ቢሮ ሕርሻን ሃፍቲ ተፈጥሮን ትግራይ ኣይተ ኣለምብርሃን ሃሪፈዮ ሓቢሮም። ኣይተ ኣለምብርሃን ነዚ ዝበሉ፣ ኣብ ህልዊ ኩነታት ክረምታዊ ዕማማትን ስግኣት ኤልኒኖን ትኹረት ብምግባር ንመራኸብቲ ሓፋሽ ትግራይ ኣብ ዝሃብዎ ጋዜጣዊ መግለፂ እዩ። መሳርሕትና ሜሪ ደሞዝ ተወሳኺ ኣለዋ።
ከባብታት ምብራቕ ኣፍሪካ ተደራቒ መሬት ዘለዎ እንትኸውን ኣብ ትግራይ ድማ ልዕሊ ሰማንያ ሚኢታዊ መሬቱ ተደራቒ እንትኸውን ኣብ ሕርሻ ዝለዓለ ፅልዋ ዘሕድር ምዃኑ ዝገለፁ ሓላፊ ቢሮ ሕርሻን ሃፍቲ ተፈጥሮን ትግራይ ኣይተ ዓለምብርሃን ሃሪፈዮ። ክራማት ክልተ ሽሕን ዓሰርተ ሸሞንተን ክልተ ሽሕን ዓሰርተ ትሽዓተን ዓመተ ምህረት ብመሰረት ዓለማዊ ትንበያ ሜትሮሎጂ ካብ ሕሉፋት እዋናት ብዝተፈለየ መልክዑ ሕፅረት ኤልኒኖ ማለት እውን ሕፅረት ጠሊ ከጋጥም ከምዝኽእል እዚ ብምዃኑ ድማ ነዚ ተሓሳቢ ዝገበሩ ስራሕቲ ክስርሑ ይግባእ ኢሎም። ኣብቲ ናይ ምብራቕ ኣፍሪካ እውን እቲ ጉድኣት ጥራሕ ተይኮነስ ብመሰረቱ ናብ ዝተፈላለዩ ባሕርታት ዝቐረብና ምዃንና እውን ከም ረብሓ ገይርካ ክውሰድ ዝኽእል ፍላይ ሰላማዊ ኩነታት ትህሉ ተሎ ድማ ምስ ጎረቤትና ምስ ኩሉ ከባቢ ሰላም ትትህልወና ተሎ ድማ ነቲ ኢኮኖሚና ናይ ባዕሉ ኣስተዋፅኦ ዝህልወሉ ኩነታት ከም ሃገር እውን ብፍላይ ስምምዕ ፕሪቶርያ ሙሉእ ብሙሉእ ተፈፂሙ መሬት ምዕራብ ትግራይ ናብ ቦትኡ ተዝምለስን ሰላማዊ ኩነታት ተዝፍጠርን እውን ብመሰረቱ ክንረኽበሉ ንኽእል ረብሓታት እውን ኣሎ። ብገዚፉ ግን ካብቲ ሃገራዊ ኩነታት ካብቲ ናይ ምብራቕ ኣፍሪካ ኩነታት ይኹን ካብቲ ናይ ዓለም ኩነታት ንሕርሻን ሃፍቲ ተፈጥሮን ዘለዎ ትርጉም ትርእ ተለና ከቢድ ፈተና ከቢድ ኣሉታዊ ተፅዕኖ ኣብ ክሊ ከምዙይ ዝበለ ግን ያው ተሰሪሕናሉን ሰላማዊ ኩነታት ብፍላይ ዝፍጠረሉ እዋን ግን ክንረኽቦም እንኽእል ረብሓታትን ተበግሶታትን ዘለዉ ምዃኖም እውን ኣብ ግምት ውሽጢ ኣእቲና እዙይ እውን ከም መርገፂ ክንወስዶ ዘለና እዩ። እዙይ ከምዙይ ኢሉ እናሃለወ ፀገማት ናብ ፀጋ ብምቕያር ሕርሻ ትግራይ ብምዝማን ዝተጀመሩ ስራሕቲ ዳግመ ሕውየትን ህንፀትን ኣብ መላእ ትግራይ ንምስፋሕ ይከኣል እዩ ዝብል ተስፋን ሓቦን ክህሉ ይግባእ ክብሉ ሓቢሮም። ክንሓዊ ኢና ጥራሕ ተይኮነስ ሕርሻና ዘመናዊ ክንገብሮ ንኽእል ምዃንና እውን ብመሰረቱ ዘርእዩ ኣብ ክሊ ፀልማት ግን ውሱናት ብርሃናት፣ ኮኾባት ዘለዉ ምዃኖም so ናብቲ እንደልዮ ናይ ሕርሻን ሃብቲ ተፈጥሮን ምንቅስቓስ ክንበጽሕ ዘኽእለና ብምዃኑ እቲ ዝጀመርናዮ ናይ ሕውየትን ዳግመ ህንጸትን ምንቅስቓስ ድማ ከም ሓደ መበገሲ ተገይሩ ክውሰድ ይኽእል እዩ። ብፍላይ እቲ ዝጀመርናዮ ናይ ሕውየትን ዳግመ ህንጸትን ምንቅስቓስ ኣብ ምሉእ ትግራይ፣ ምዕራብ ትግራይ እውን ሓዊስካ ተዝኸውን ነዚ ብፌደራል ይኹን ብዝተፈላለዩ ኣካላት ክምደብ ዝኽእል በጀት እውን ብቑዕ ተዝኸውን፣ ሰላምና ድማ ምሉእ ኮይኑ ተዝኸውን ነይሩ ሕርሻና ሓረስታይና ኣበይ ክበጽሕ? ከም ዝኽእል ዘመላኽቱ ፅቡቓት ነገራት ዘለዉ ምዃኖም ከም ሓደ መበገሲ ወሲድና so ይከኣል እዩ ዝብል ጉልበትን ይከኣል እዩ ዝብል ተስፋን ዘለና ምዃንና እውን ብመሰረቱ ምርኣይ ኣገዳሲ እዩ ዝብል ነገር እዩ። እቲ ብብርኪ ዓለም ብፍላይ ኣብ ትግራይ ከጋጥም ይኽእል እዩ ተባሂሉ ተሰጊኡ ዘሎ ሕፅረት ኤልኒኖ ንምክልኻል ሕብረተሰብ ብቐዳምነት ኣብ ዓርሰ ምርኮሳ ትኹረት ብምግባር ክሰርሕን ኣብ መሪሕነት ዝርከቡ ኣካላት ድማ ውፍይነትን ቁርፀኝነትን ክህልዎም ወሳኒ ምዃኑ ኣይተ ኣለምብርሃን ኣብሪሆም። ናይ ኣመራርሓ ውፍይነት ሓላፍነትን ቁርፀኝነትን ብጣዕሚ ወሳኒ ምዃኑ እዩ። ሰው ኣመራርሓና እንድሕር እቲ ኩነታት ብዝግባእ ተረዲእዎ ነዚ ከምዚ ዝበለ ምንቅስቓስ ክፈትሕ ኣለኒ ዝብል ምልዕዓል እንተፈጢሩ እዚ ፀገም እዚ ክንወፆ ኢና፣ ብርግፅ ክንወፆ ኢና። እቲ ሓደ መሰረታዊ ነገር እዚ እዩ። እቲ ካልኣይ መሰረታዊ ትምህርትን መሰረታዊ ጉዳይን ናይ ኩሎም መዳርግቲ ኣካላት ጥንኩር ምትእስሳር ወይ ድማ ፓርትነርሽፕ ዝምልከት እዩ። እዚ ሓደጋ እዚ ጥራሕ ተይኮነስ ስግግር ሕርሻን ሃፍቲ ፍጥርን ንምርግጋፆ ዝግበር ከይዲ እውን ብውልቀ ትካልን ኣካልን ዝፍፀም ነገር የለን። ናይ ኩሎም መዳርግቲ ኣካላት ዝተወደበን ዝተኣሳሰረ ምንቅስቓስ እንተሃልዩ ጥራሕ እዩ ዝፍፀም። So እዞም ተደራረብቲ ፀገማት እዚኦም ኩሎም ስትራቴጂካዊ ዓቕምታት ትግራይ እንተወፊሮምሎም ኩሉ ኣብ ውሽጢ ትግራይን ኣብ ደገን ዘሎ ህዝቢ ትግራይ እንድሕር ወፊርሉ ኮይኑ ብመሰረቱ ክንወፅእ ዘኽእለና ጭቡጥ ኩነታት እዩ ዘሎ። ናይ መዳርግቲ ኣካላት ጥንኩር ምትእስሳር፣ ናይ መንግስታዊ፣ ዘይመንግስታዊ ኣካላት፣ ውልቀ ሰብ ሃፍቲ፣ ገበርቲ ሰናያት ጥንኩር ምትእስሳር ብምፍጣር ኣቢልና ካብቲ ፀገም ክንወፅእ ከም ንኽእል፣ እዚኣ እንተዘይገይርና ድማ ብመሰረቱ ህዝብና ኣብ ሓደጋ ክነውድቐሉ ንኽእል ዕድል ዘሎ ምዃኑ ብትምህርቲ ደረጃ ፓርትነርሽፕ ወሳኒ ምዃኑ ዝረእናሉ ኩነታት እዩ ዘሎ። ዘሎ። ብሰንኪ ሕጽረት ኤልኒኖ ማለት እውን ሕጽረት ጠሊ ካብ እንስሳ ናብ ሰብ ዝመሓላለፉ ሕማማት፣ ኣብ ደንታት ከጋጥሙ ንዝኽእሉ ሓደጋ ባርዕ ሓዊ፣ ወራር ዕስለ ኣንበጣን ካልኦት ሓደጋታትን ኣቐዲምካ ንምክልኻል ካብ ላዕሊ ክሳብ ታሕቲ ተዋዲድካ ምስራሕ ኣገዳሲ ምዃኑ ኣገንዚቦም። ሕማም ምስ ተፈጠረ ምሕካም ኣይኰነን፣ ብዋናነት ኣብ ክታበት እንስሳ ምስራሕ፣ ብዋናነት ኣብ ዝተዋደደ ናይ ምክልኻል ባልዓት ወይ IPM ንብሎ ነገር ምስራሕ፣ ብዋናነት ብርሰት ደንን ባርዕ ሓውን ናይ ምክልኻል ስራሕ ትኹረት ዝገበረ ምንቅስቓስ ይህልወና። so ምክልኻል መሰረት ዝገበረ ኣንፈት ዝህልወና ኮይኑ ኣብ ዝተፈጠሩ ኬዛት ድማ ብቕልጡፍ ናይ ምሕካም ብቕልጡፍ መልክዕ ናይ ምትሓዝ ነዚ ብክምዚ ዝበለ ምንቅስቓስ ክመርሐልና ዝኽእል ድማ ህዝቢ ብስፍሓት ናይ ምስታፍ ተርእዮታት ሕማማት ዘራእቲ ተርእዮታት ሕማማት ሃፍቲ እንስሳ ተርእዮታት ሕማማትን ባርዕ ሃፍቲ ተፈጥሮን ኣብ ዝረኣየሉ ኩነታት እውን ህዝቢ ቀልጢፉ ሓበሬታ ከብፅሕ ብምግባር ኣቢልካ ብዝተዋደደ ናይ ህዝቢ ምንቅስቓስ መልክዕ ናይ ምትሓዝ ጉዳይ እውን ፍሉይ ትኹረት ክግበረሉ ኣለዎ ዝብል ኢና ንወስድ ዘለና።
ብተመሳሳሊ ዜና፣ ከም ትግራይ ኣጋጢሙ ካብ ዘሎ ሓደጋ ህልውና ንምውፃእ ካብ ዝግበር ቃልሲ ምርግጋፅ ቁጠባዊ ዓርሰ ምርኮሳ ኣገዳሲ ብምዃኑ ቢሮ ሕርሻን ሃፍቲ ተፈጥሮን ትግራይ ኩለመዳያዊ ማእቶትን ንምውሓስ ህልውናን ድሕንነትን ብዝብል መሪሕ ሓሳብ ይሰርሕ ከምዘሎ ሓላፊ እቲ ቢሮ ኣይተ ኣለምብርሃን ሃሪፈዮ ገሊፆም። ብተወሳኺ ድማ ስትራቴጂካዊ ዓቕምታት ትግራይ ብምእካብ ሃለዋትናን ድሕንነትን ህዝቢ ትግራይ ንምርግጋፅን ላኣላውነትና ንምውሓስን ዘኽእል ተግባራዊ ምንቅስቓስ ከምዝሓትት ሓቢሮም ኣለው። ተስፋይ ፅጋቡ።
ብስንኪ ፅንተታዊ ኲናት ኣብ ልዕሊ ህዝቢ ትግራይ ፖለቲካውን ቁጠባውን ፀገም ንምፈትሕ ተስፋ ዝተነበረሉ ስምምዕ ውዕሊ ፕሪቶርያ መሊኡ ብዘይምትግባሩ ልዕሊ ሓደ ሚልዮን ህዝቢ ተመዛቢሉ ኣርባዓ ሚኢታዊ ግዝኣተ ትግራይ እውን ተወሪሩ ኣብ ዘለሉ እዋን ኣጋጢሙና ዘሎ ሓደጋ ህልውና ብዋንነት ፖለቲካውን ቁጠባውን ፀቕጢ ዝፈጠረ ከምዝኾነ ዝሓበሩ ሓላፊ ቢሮ ሕርሻ ሃፍቲ ተፈጥሮን ትግራይ ኣይተ ኣለምብርሃን ኣሪፈዮም ኣብ ልዕሊ ህዝቢ ትግራይ ኣጋጢሙ ካብ ዘሎ ሓደጋ ህልውና ንምውፃእ ኣብ ዝግበር

ህጻን ተኣሳሲሩ ልዕሊ ሓደ ሚልዮን ተፈናቓሊ ሓረስታይ መንእሰይ ደቂ ኣንስትዮ ካብ ስራሕ ወጻኢ ዝኾንሉ ብኻሊእ ገጽ ድማ ልዕሊ ኣርብዓን ሓሙሽተን ፐርሰንት መሬት ትግራይ ውን ኣብ ኢድ ዝተፈላለዩ ሓይልታት ዘለውሉ so በዚ ኣቢሉ ትግራይ ክተፍርዮ ዝግበኣ መጠን ፍርያት ውን ኣብ ሓደጋ ዝኣተወሉ ኩነታት ስለ ዘሎ እቲ ናይ ህልውናን ድሕንነትን ሓደጋ ካብ ደገ ዝብገስ ናይ ህልውናን ድሕንነትን ሓደጋ ውን ቁጠማዊ መልክዕ ኣለዎ ካልኣይ ካብዚ ናይ ህልውናን ድሕንነትን ሓደጋ እዚ ንምውጻእ እንገብሮ ቃልስን ንገብሮ ምንቅስቓስን ድማ ቁጠባዊ ዓርሰ ምርኮሳ ምርጋጽ ኣገዳሲ ስለ ዝኾነ ቁጠባዊ ሕውየት ቁጠባዊ ዳግመ ህንፀት፣ ሓፈሻ ቁጠባዊ ልምዓት፣ ምድንፋዕ ኩለመዳያዊ ማእቶትና ንምውሓስ ህልውናናን ድሕንነትናን ብዝብል ቴማ ምድንፋዕ መፍረይነት ዘራእቲ፣ ምድንፋዕ መፍረይነት ሃፍቲ እንስሳ፣ ምድንፋዕ መፍረይነት ሃፍቲ ተፈጥሮን ምድንፋዕ ካብ ሕርሻ ወፃኢ ዘለዉ ስራሕትን ማእኸል ገይርና እዙይ ድማ ብመሰረቱ ንህልውናናን ድሕንነትናን ብዘለዎ ትርጉም ክንሪኦ ኣለና ኢልና ንሱ መሰረት ዝገበረ ናይ ኣመራርሓ መድረኽ ናይ ሰብ ሙያታት ስልጠና፣ ናይቲ ህዝቢ ቴክኒካዊ ዓቕሚ ናይ ምዕባይ ስራሕቲ እናሰራሕና ዝመፃናሉ ጉዳይ እዩ ዘሎ። ብተወሳኺ ድማ ኣይተ ኣለምብርሃን ልዕላውነት ትግራይ ንምርጋፅን ስትራቴጂካዊ ዓቕምታት ትግራይ ብምእካብ ኣብ ህላወን ድሕነትን ህዝቢ ትግራይ ንምርግጋፅ ክንሰርሕ ይግባእ ዝበሉ ኮይኖም፣ መፍረይነት ሕርሻ እዚ ዓመት ንምድንፋዕ ድማ ከም ቢሮ ኣቕርቦት ዘመናዊ ድኹዕን ሓፈሻዊ እታወታት ሕርሻ ሙሉእ ብሙሉእ ከም ዝተወገነ ገሊፆም። ስትራቴጂካዊ ዓቕምታት ትግራይ ናብቲ ልኣላውነትና ንኣ ንምርግጋጽ ኣብ ዝግበር ቃልስን ምናልባት እውን ብቐጻሊ እውን ልኣላውነትና ኣብ ነረጋግጸሉ ከይዲ ድማ ያው እኹል ቅድመ ምድላው ምግባር ስለ ዝኾነ በዚ መንጽር እዚ እታዎታት መዳባርያ ብምሉእነት ዘዳለና ምዃንና መካናይዜሽን ብዋናነት ትራክተራት ትረሸራት እውን ዘዳለና ምዃንና ኣቐዲምና ሎጃ እቶም ከባብታት እውን እናደገፍና ዝመጻእና ምዃንና ህልውናን ድሕነትን ህዝቢ ትግራይ ልኣላውነት ህዝቢ ትግራይ ንምርግጋጽ ኣብ ዝግበር ቃልሲ ግደ ዕሻን ሃብቲ ተፈጥሮን ብሓደ ወገን ዓርሰ ምርኮሳ ብምርግጋፅ ብኻሊእ ወንገፅ ድማ ኩለ መዳያዊ ቁጠባዊ ምድላው ብምግባር ኣንፃር ዝረጋገፅ በዚ መዳይ እዚ ተዳሊና ዘለና ምዃንና ከረጋግፅ ይደሊ ማለት እዩ። እቲ ኻልኣይ እዚ ምንቅስቓስ እዚ ዕውት ንምግባር ብመሰረቱ ብ ቁልፊ መደብ ብዋናነት ምውዳብ፣ ምህናፅ፣ ምውፋር ስትራተጂካዊ ዓቕምታት ትግራይ ማእኸል ገይርና ክንረባረብ ኣለና። ኢልና ኢና ኣንፈት ተቐሚጥና ዘለና። ኣብ መወዳእታ ድማ እቲ ቢሮ ዝሓዞም መደባት ዕውት ንምግባር ኣብ ዝግበር ምንቅስቓስ ከም ቁልፊ ማሕንቖ ኢሉ ዝሓዞም ፀገማት ኢኮኖሚያዊ ቅልውላው ትግራይ ሕዚ ዝረኣ ዘሎ ትንበያ ኩነታት ኣየር ሓደጋ ኤልኒኖ ሕፅረት ዝናብ ከጋጥም ስለዝኽእል ሓረስታይና ነዚ ማእኸል ገይሩ ኣብ ግምት ብምእታው እኹል ዝኾነ ቅድመ ምድላው ክገብር ከምዘለዎ ሓቢሮም። ብሳልሳይ ብርኪ ኣብቶም ዓበይቲ መደባት ኣብ ቅድሚትና ሰለስተ ዝኾኑ ነገራት ሓደ ምስ ስምምዕ ፕሪቶርያ ዘይምትግባሩ ተኣሳሲሩ ልዕሊ ኣርብዓን ሓሙሽተን ፐርሰንት ምንቅስቃሴ መሬት ትግራይ ልዕሊ ሓደ ሚልዮን ተፈናቃሊ ህዝቢ ትግራይ ብሓፈሻ ድማ እቲ ኢኮኖሚያዊ ቅልውላው ናይ ትግራይ ሓደ ሾክ ወይ ሓደ ፀገም ተገይሩ ክውሰድ ዝኽእል ካልኣይ ሕዚ ዝቅፅልን ዝጠናኽርን ዘሎ ዕፅዋን ክባን and ሰላሕታዊ ፅንተት እውን ብመሰረቱ ከም ሓደ ሾክ ከም ሓደ ሓደጋ ተገይሩ ክቁፀረሉ ዝኽእል ኩነታት እዩ ዘሎ ሳልሳይ ምስ ኩነታት ኣየር ተኣሳሲሩ ብፍላይ ሕዚ ተተንብዩ ዘሎ ናይ ኢሊኖ ሓደጋ እውን ብመሰረቱ ሳልሳይ ሾክ ሳልሳይ ሓደጋ ተገይሩ ክቁፀረሉ ዝኽእል ኩነታት እዩ ህይወት ንምድሓን ይኹን እቲ ዓርሰ ምርኮሳ ንምርግጋፅ ኣብ ህዝብና ኣብ ጣብያታትና ኣብ ቁሸታትና ኣብ ወረዳታትና ናይ ምትሕግጋዝ ናይ ዓርሰ ምትሕግጋዝ ስራሕቲ ክስርሑ ከምዘለዎም ብራዕይ ብርኪ ሕዚ ውን ትግራይ ዝኹሉ ኣደባ ዝኹሉ ፀገማት ሕሊፋ ሕዚ ውን ተኾነ ኣብ ከቢድ ናይ ህልውናን ድሕንነትን ሓደጋ ኣላ ብኢሊኖ ከቢድ መጥቃዕቲ ክበፅሓ እዩ ዝብል ውን ኣድቮኬት ዝግበረሉ ኩነታት so ናሽናል and ኢንተርናሽናል ግበረ ሰናያት ውን ክርድኡሉ ዝኽእሉ መንገዲ ክንፈጥር ኣለና እዙይ መሰረት ተገይሮም ዝመፁ ሓገዛት ውን ነቲ ዝምልከቶ ክበፅሕ ዘኽእል ትክክለኛ ምልመላ ናይ ምክያድን and እዙይ መሰረት ዝገበረ ኣብ ትግራይ ዘሎ ፀጋን ፀገምን ውን ንዓለም ንከባቢ ንሚድያታት ውን ኮሙኒኬት ናይ ምግባር ፍሉይ ትኹረት ክንገብር ኣለና ኢልና ንወስድ

ገበርቲ ክቡር ሂወት ቅሰኑ ቅሰኑ ረኺብናዮ ዓወት
ሕድሪ ስውኣትና ንምውሓስ ህልውናናን ሉኣላውነትናን ቃልና ብምሕዳስ ተጠቃምነት ስድራ ስውኣትን ሓርበኛታትን ነረጋግፅ። ጸላኢ ጸላኢ እዩ ሕድሪ ስውኣትና ንምውሓስ ህልውናናን መሰል ርእሰ ውሳነናን ክብሪ ንስድራ ስውኣትናን ሓርበኛታትና።

ገበርቲ ክቡር ሂወት ቅሰኑ ቅሰኑ ረኺብናያ ዓወት። መዓልቲ ሰማእታት እንትነኽብር ከም ተጋሩ ህላወና ንክነቐፅል ዝተኸፈለ መስዋእቲ እንዝክረሉን ብኡ ኣቢልኻ ዕላማታቶም ኣብ ጫፍ ንምብፃሕን እንተግህሉን ክኸውን ከም ዝግባእ ኣባል ማእኸላይ ኮሚቴን ሓላፊ ዋና ኦዲተር ትግራይን ኣይተ ክብሮም ፍስሃየ ገሊፆም። እቶም ሓላፊ ነዚ ዝገለፁ ብምኽንያት ዓሰርተ ሓሙሽተ ሰነ ዝዝከር መዓልቲ ሰማእታት ትግራይ ወረዳ ትልምን እቶትን ምትሕብባር ሃፍትን ኣብ ዘዳለዎ ምስ ክልል ኣብያተ ዕዮ ሰራሕተኛታት ኣብ ዝተገብረ ፓነል ምይይጥ እዩ። ኪሮስ ሓድሽ
ብምኽንያት ዓሰርተ ሓሙሽተ ሰነ ዝኽበር መዓልቲ ሰማእታት ትግራይ ወረዳ ትልምን እቶትን ምትሕብባር ሃፍትን ኣብ ዘዳለዎ ምስ ክልል ኣብያተ ዕዮ ሰራሕተኛታት ዝተገበረ ፓነል ምይይጥ ኣብ እንታይነትን ኸይድን ቓልሲ ህዝቢ ትግራይ መፅናዕታዊ ፅሑፍ ዝቐረበ ኾይኑ፣ መዓልቲ ሰማእታት እንትነኽብር ከም ተጋሩ ህላወና ንክቕፅል ዝተኸፈለ መስዋእቲ እንዝክረሉን ብኡ ኣቢልኻ ዕላማታቶም ኣብ ጫፍ ንምብፃሕ ድማ እንተግሀሉ ክኸውን ከም ዝግባእ ኣባል ማእኸላይ ኮሚቴን ሓላፊ ዋና ኦዲተር ትግራይን ኣይተ ክብሮም ፍስሃየ ገሊፆም። ናይዞም መስዋእቲ እዚኦም ዝትካእ ናይዚኦም ሕድሪ ብምሕላው ብምኽባር ማለት ናይዚኦም ሕድሪ እንታይ እያ እታ ዝጀመርዋ ምፍፃም እዩ ስለዚ ሰማእታት እነኽብሮም እንዝክሮም ዕላማኦም ብምቕፃል መዳይ ኢና ቃል እንኣትዎ ብዚ ዕለት እዚ እውን ኣብዛ መዓልቲ ሰማእታት ኢልና ቃል እንኣቱ ነዞም ዝተሰውኡ ንኦም እንኽሕሶም ህይወት እዮም እዮም ገቢሮም ብንዋይ ዝትካእ ብግዛዕ ኣይኮነን ህይወት እያ ሓንቲ እያ ናታቶም ዕላማ ኣብ ጫፍ ብምብፃሕ ጥራሕ ኢና ሰማእታት ንዝክር። ስለዚ ኣብዛ መዓልቲ እዚኣ ቃል እንኣቱ ናይ እዞም ሰማእታት በብመድረኹ ናኸፈልዎ ዝመጻኡ መስዋእቲ ናይ ህዝቢ ትግራይ ናይ ትግራይ ህልውና ናይ ህዝቢ ትግራይ ህልውና ምርግጋጽ እዩ። ኣይተረጋገጸትን ኣብ መንገዲ እያ ዘላ። ስለዚ ሰማእታትና ንዝክሮም እዚኣ ብምርግጋጽ እዚኣ ክነረጋግጽ ኣብዚኣ ቃል ብምእታው እዩ። ኣብ ልዕሊ ህዝቢ ትግራይ ዝበጽሐን እናቐጸለን ዘሎ በደላት ነዚ ንምፍታሕ ዝተገበረ ብረታዊ ቃልስን ዝተኸፈለ መስዋእትን መሰረት ዝገበረ መጽናዕታዊ ጽሑፍ ዝቐረበ እንትትኾን፣ ብፍላይ ኣብዚ ሐዚ እዋን ንትግራይ ገጢምዋ ንዘሎ ኩለመዳያዊ ፀገማት ንምፍታሕ ከም ህዝቢ ነቲ እዋን ዝምጥን ምድላው ክግበር ከም ዝግበኦ ድማ ኣይተ ክብሮም ፍስሃየ ወሲኾም ገሊፆም። ንመንነቱ ስለ ዘይደራደር ኣብ ኩነታት ድማ ሓድነቱ ሓንቲ ምኽንያቱ ባይዘወይ ሓንቲ ዝገብረና ሱቕ ኢልና ኣይኮናን ሓድነት ሱቕ ኢለይ ይመስል ሓንቲ ዝገብረና ንኹልና ሓንቲ ስለ ዝፀልኡና ፀላእትና እዮም ሓንቲ ንኸውን ፀላእትና ንኹልና መንነትና እዮም ዝፀልኡ መንነትና ስለ ዝፀልኡልና ድማ መንነትና ክነውሕስ ሓደ ኢና ንሰላም ሱእ ኢላ ንእሽተይ ንእሽተይ ተሃልያ ውን ንእሽተይ ጸባብ ነገር ተሃልያ ውን ንሳ ጸንቂቕና ክንጥቀመላ ካብ ዘለና መትከል መልሲ ስለ ዘይንህብ ዘለና ጥራሕ እዩ ሱቕ ኢሉ ንሙሉእ ኩናት ዘይኮነ እምበር እቲ ኩናት ጸላኢ ኩሉ ይገብረሉ እዩ። ሕዚ ሎማዓንቲ ኣብዚኣ ዝንሄና ተኹሲ ዘየላ ንሕና መልሲ ስለ ዘይሃብና ጥራሕ እዩ። ንሕና መልሲ ዘይሃብና ሉ ምኽንያት ምናልባት ንእሽተይ ጸባብ ዕድል ውን እንተሃልያ ንሰላም ጸንቂቕና ምጥቃም ልዕሊ ዝኾነ ሰላምና ኣና ስለ ትጠቅም።
ንጹር መቃለሲ ዕላማ ኣብ ምሕንጻጽን፣ ሰማእታት ዝተሰውእሉ ዕላማ ኣብ ሽትኡ ኣብ ምብጻሕን፣ ውሽጣዊ ዓቕሚ ተጋሩ ኣብ ምዕባይን፣ ብፍላይ ድማ ህዝቢ ኣብ ዘልዕሎም መሰረታዊ ሕቶታት ሰናይ ምምሕዳር ዘለዉ ጸገማት ብፍሉይ ክረኡይን ክፍትሑን ከም ዝግብኦም ካብ ተሳተፍቲ'ቲ መድረኽ ዝተልዓሉ ሕቶታት ኮይኖም። ነቶም ሕቶታት ምላሽ ዝሃቡ ድማ ዋና ፀሓፊ ወረዳ ትልምን እቶትን ምትሕብባር ሃፍትን ምላሽ ዝሃቡ ኣይተ ዮሃንስ በርሀ ኣብ ምርግጋፅ ፍትሓዊ ተጠቃምነትን ህዝቢ ድማ ፍትሒ ንክረክብ ኣብ ምግባር ክስረሐሉን ሰማእታት ድማ ብዝግባእ ዝኽበርሉ ከይዲ ክህልው ኣለዎ ዝበሉ ኮይኖም ብፍላይ ዘለው ፀገማት ንምፍታሕ ድማ ሓድነት ህዝቢ ትግራይ ኣብ ምጥንኻር ክስረሐሉ ከምዝግባእ ገሊፆም። እሺ ክንረዳኣልና እቶም ዝለዓሉ ሓሳባት ከም ዘለዎም ንውሰዶም ኢልና ዋልኡ ግን ናይ ሓድነትና ሚስጥር ዝኸውን ንሕና እቶም ዓንተቦ ዝገለፅካዮም ናይ ህዝቢ ትግራይ ሕቶታት ናይ ፍትሒ ሕቶ ናይ ምልማዕ ሕቶ ናይ ሰናይ ምምሕዳር ሕቶ ኩሎም ናይ ግልጋሎት ሕቶ ምምላስ ኣነ ንስኹም ንሳ ተወሃሃይልና ንባዕልትና ክንጥይቅ ክንክእል ክንረዳድእ ንኽእል ኣለና ከመይ እየ ግልጋሎት ዝህብ ኣነ ንባዕለይ ክጥይቅ ኣለዎ እኮ ማንም ሰብ
መዓልቲ ሰማእታትና እንትንዝክር ዕላማ ሰማእታት እንትግብረሉን ዘይተማልኦ ዕማማት ትግራይ ንምዝዛም ቃልና ሐዲስና መኸተና እነበረኸሉ እዩ ኢሎም ሓላፊ ቤት ፅሕፈት ምልሻ ትግራይ ተጋዳላይ ገብረ ፃድቃን ገብረስላሴ ተጋዳላይ ገብረፃድቃን ነዚ ዝገለፁ መበል ሰላሳን ሸሞንተን ዓመት ዝኽበር ዓሰርተ ሓሙሽተ ሰነ መዓልቲ ሰማእታት ትግራይ ምኽንያት ብምግባር ምስ ሰራሕተኛታት ወረዳ ፍትሕን ሰናይ ምምሕዳርን ዴሞክራታይዜሽንን ትግራይ ኣብ ዝተኻየደ ፓነል ዘተ እዩ። ገብረዋህድ ዳንኤል ተወሳኺ ኣለዎ።
በብዓመቱ ሰነ ዓሰርተ ሓሙሽተ ዝኽበር መዓልቲ ሰማእታት ትግራይ እንትነኽብር ሰማእታትና ዝወደቑሉ ዕላማ ምእንቲ ህላወን ድሕንነትን ህዝቢ ትግራይ ስለዝኾነ ዕላምኦም ሽትኡ ንምብቃዕ ቃልና ሓዲስና መኸተና እነበርኸሉ እዩ ክብሉ ሓላፊ ቤት ፅሕፈት ምልሻ ትግራይ ተጋዳላይ ገብረፃድቃን ገብረስላሴ ሓቢሮም። እቲ ዕጥቃዊ ቃልሲ ከቢድ እንተኸፈለ ከቢድ ዋጋ እውን ትኺሉ ኣውል ኣይኮነን ተሪፉ። ንህዝቢ ትግራይ ዓብዪ ተስፋ ዝሃበ፣ ዓብዪ ልምዓት ዘምፀኤ፣ ታሪኻዊ ዝኾነ ውፅኢት ዝተረኸቦ ብዓለም ደረጃ ድማ ብኹሉ መዳይ ብዕብየት ብዲሞክራሲ ብኹሉ መዳይ ናይ'ቲ ውፅኢት ናይ ቃልስና ከቢድ መስዋእቲ ዝተኸፈለ ዕላምኡ ብደንቢ ንሕና እውን ተረዲእና ክሳብ መጨረሻ ኣብ ሽቶ ክወቅዕ ክንገብር ክንመርሕ ንሕና እውን ኩላህና ኣብ ዘለና ከም ተጋሩ ጥራይ ኣብ ትግራይ ዘሎ ትግራዋይ ዘይኮነስ ጠቕላላ ህዝቢ ትግራይ ኣብ ዝሃለወ ይሃሉ ንህልውና ህዝቢ ትግራይ ንህልውና ዓዱ ነቶም ዝተሰውኡ ሰማእታት እንዳስታዋሰ ኣነ እንታይ ክገብረላ ንትግራይ ዝብል ዓብዪ ሸከም ንሽከመሉ እዩ ሎማዓንቲ ሰማእታት ንዝክር ዘለና በብእዋኑ እናሓደስና ኣሎ ንከድ ዘለና ስለዚ ፀላእቲ ለይትን ቀትርን ንዓና ንኸጥፍኡ ንዓና ኣጥፊኦም ንሳቶም ከም ድሌቶም ክነብሩ ዝገብርዎ ዘለዉ ፃዕሪ ንሕና እውን ለይትን ቀትርን ስንና ነኺስና ተጀሚሩ ዘሎ መኸተ በቲ ሕጂ ናብ ንቡሩ ተመሊሱ ዘሎ መንግስትና ዝወጹ ሕግን ስርዓትን ደንብታትን ኣሳርሓትን ተኸቲልና ካባና ዝግባእ ኩሉ ክንፍጽምክንክእል ኣለና። ኣብቲ መድረኽ ዘተ ተረኺቦም መጽናዕታዊ ጽሑፍ ዘቕረቡ ሓላፊ ቤት ጽሕፈት ዘፈር ሰላምን ብዙሃነትን ትግራይ ተጋዳላይ ካልኣይ ኣሰፋ ብግደኦም፣ ሎሚ ዓመት ዝኽበር መበል ሰላሳን ሸሞንተን ዓመት መዓልቲ ሰማእታት ትግራይ እንትነኽብር ሰማእታትና በብዘመኑ ዝኸፈልዎ መስዋእቲ ሕድሮም ንምትግባር ቃልና ኣሐዲስና ልእላውነትና ንምኽባርን ኩሎመ ፀገማት ትግራይ ድማ ንምፍታሕ መኸተና እነሕይለሉን ታሪኽና ዓቂብና ድማ ካብ ወለዶ ናብ ወለዶ እነሰጋገረሉ እዩ ክብሉ ገሊፆም። ናታቶም ቃል ክነሐድስ ልኣላውነትና ኣብ ምኽባር እውን ረዚን ሓላፍነት ንሽከም ምህላውና ክልቲኡ ጥምረት ናይዞም ቃላት ዓብይ መልእኽትን ሓላፍነትን ዘስክም እዩ። ስለዚ እዚ ሐዚ ንዝክሮ ዘለና በዓል በብእዋኑ ነሽሓት ዓመታት ዝተኸፈለ መስዋእቲ እውን ሓዊሱ ኩሎም ሰማእታትና ኩሎም ጀጋኑና ንዝክረሉ በዓል እዩ። እዚ ንሐዚ ጥራሕ ዘይኮነስ ዝውርስ እዙይ ዝጅግንነት እዙይ ንዓዲ ንመሰልካ ንመንነትካ ምስዋእ መፃኢ ወለዶ እውን ዓዱ ኸኽብር፣ ትግራይ ተኸቢራን ተሓፊራን ክትቅፅል ክነሰጋግሮ ዝግበእና ነገር ምዃኑ ምግንዛብ ከድልየና እዩ ማለት እዩ። ነዚ ሐዚ ዘለና ወለዶ እውን ነዚ ወሪስና ኣለና። ነዚ ግቡእ እዚ ኣብ ጫፍ ክነብፅሕ፣ ነዚ ታሪኽ እዚ እውን ንዝቕፅሉ ወለዶታት ክነመሓላልፍ እዚ ግዜ እቲ ታሪኽ ሓርዩና ኣሎ። ስለዚ ኣብዚ ዘለና ወለዶ ናይዚ ግዜ እዙይ ሰብ ዕዳ ኢና። ንዝቕፅሉ ወለዶታትና ክነመሓላልፍ ይግባእ ዝብል መልዓሊ ምውሳድ ከድሊ እዩ ማለት እዩ። ተሳተፍቲ እቲ መድረኽ ብወገኖም ህዝቢ ትግራይ ንመንነቱን ንማዕርነቱን ዝኸፈሎ መስዋእቲ ሽትኡ ክበቅዕ ሰማእታትና ዝግበኦም ክብሪ እንትንህቦምን ካብ ቃል ዝዘለለ ድማ ብተግባር እንትንሰርሐሉን እዩ ክብሉ ገሊፆም። ህዝቢ ትግራይ ካብ መጀመርያ ጀሚሩ ትግራዋይ ዝበሃል ፍጡር ንህልውንኡ፣ ንነፃነቱ፣ ንማዕርነቱ ዝገበሮ ቃልስን መከተን እምበር ኣብ እንግዳ እንዳማቱ ቸቸዱ ክነብር፣ ፀረ ዲሞክራሲ ዝኾነ ስርዓት ክተክል፣ ናይ እንዳማቱ ንብረትን ሃፍትን ክወርር ትንቢትን ሕልምን ከምዘይብሉ ኣምበርኪኸ ኣብ ትሕተይ ገይረ ክገዝእካ እየ ንዝብሎ ሓይሊ ግን ካብ ቀደም ጀሚሩ እስካብ ሕዚ ዘሎ ታሪክ ዘርደእና ናይ እምቢታ፣ ናይ ጽንዓት፣ ናይ መኸተ ቃልሲ እንዳገበረ በብእዋኑ መስዋእቲ እንዳኸፈለ ዝመጸ ህዝቢ ምዃኑ እቲ ታሪኽ ዝርዝር ኣቢሉ ነጊሩና ኣሎ። ኣብዚ ቅድሚ ኩሉ ክረኣየና ዝግበኦ ምዝካር ሰማእታትና ምዝካር ጥራሕ ዘይኮነስ ናይ ሰማእታትና ሕድሪ ኣብ ሕልናና መጽዩ ከሽከርክረና እዩ ዝግባእ። ለይትን ቀትርን ክንርሰዖ ይግበእና። ይፍጸመና እውን ስለ ዘሎ። ናይ ዝሓለፈ ጥራሕ እኮ ኢና ውግዕና። ሕዚ እውን ኮዩ ዝገጥመና ኣሎ። ሓድነትና ስእልካ ኣይመጽእን። ሓድነትና ምእንቲ ህዝብኻ ኢኻ ሓዲ ትኸውን። ምእንቲ ቀጻሊ ዕላማኻ፣ ምእንቲ ቀጻሊ ህላወኻ ኢኻ ሓዲ ትኸውን።
ሕዚ ድማ ናብ ጸብጻባት ቢዝነስ እዚ ዕለት ሰጊርና ኣለና። ኣብ ኣፍሪካ ኣርቲፊሻል ኢንተሊጀንስ፣ ኤኣይ፣ ዋጋ ዕዳጋ ዕስራ ቢልዮን ዶላር ክጽጋዕ ከም ዝኽእል ተገሚቱ ኣሎ። ሚኒስተር ዕደና ዚምባብዌ ብሰንኪ ዘጋጠመ ሃንደበታዊ ወሰኽ ፍርያት ወርቂ ኣብ ልዕሊ ዘሎ መሳለጥያታት ዝፍጠር ዘሎ ጸቕጢ ንምቅላል ኣብ ከተማ ቡላዋዮ ካልኣይ ዓብዪ መሕጸብን መጽረዩን ወርቂ ንምኽፋት ወግዓዊ ፍቓድ ሂቡ። ናይ ዝብሉን ካልኦትን ዜናታት ቢዝነስ ድማ መሳርሕትና ቢንያም ሃይላይ ከም ዝስዕብ ክቐርቦ እዩ
የቐንየለይ ክቡራት ሰማዕትና ሓጸርቲ ጸብጸባት ቢዝነስ ሒዘ ቀሪበ ኣለኹ ክትከታተሉ ብኽብሪ ዕድም ኣብ ኣፍሪቃ ዋጋ ዕደጋ ኣርቲፊሻል ኢንተለጀንስ ኤኣይ 20 ቢልዮን ዶላር ክጽጋዕ ከም ዝኽእል ተገሚትሎም ይኹን'ምበር፣ እቲ ትሑት ደረጃ ዲጂታላዊ ንቕሓተ ንውልቀን መንግስትን ትካላት ንዝተሓላለኹ ናይ ኢንተርኔት መታለሊ ምስልታትን ድምጺታትን ተቓላዕቲ ከም ዝገብሮም ተገሊጹ'ዩ። ብዛዕባ'ዚ ኣብ ኬንያ፣ ናይጀርያን፣ ጋናን ሩዋንዳን ዘለዉ ሕግታት ንውልቀ ትካላት ካብ ናይ ንግዲ ስሞም መበላሸዊ ወፈራታት ንምክልኻል ዘይምብቃዖም ከም ስግኣት ተላዒሉ ኣሎ። ቅጥዋዊ ድሕነት ንምሕላው ከም ኣፍሪቃ፣ ኣውሮፓ ዲጂታል ኢኖቬሽን ብርጅ ክልተ ነጥቢ ባዶ ምእታዊ ዝኣመሰሉ ናይ ምትሕብባር ስራሕቲ ነቲ ናይ AI ንቕሓተ ብቕልጡፍ ከዕብይዎን ነቲ ናይ ኢንተርኔት ምትላል ንምዕጋት ድልዱል ናይ ቁፅፅር ስርዓታት ክተኽሉን ከም ዝግባእ ተሓቢሩ ል ይብል ከም ሓበሬታ ቢዝነስ ኢንሳይደር ኣፍሪቃ። ሚኒስትሪ ዕደና ዚምባብዌ ብሰንኪ ዘጋጠመ ሃንደበታዊ ወሰኽ ፍርያት ወርቂ ኣብ ልዕሊ ዘሎ መሳለጥታት ዝፍጠር ዘሎ ጸቕጢ ንምቅላል ኣብ ከተማ ብላዋዮ ካልኣይ ዓብዪ መሕጸብን መጽረይን ወርቂ ንምኽፋት ወግዓዊ ፍቓድ ሂቡ ኣሎ። እዚ ስጉምቲ እዚ እቲ ሕዚ ዘሎ ብመንግስቲ ዝውናን ትካል ፊደሊቲ ጎልድ ሪፋይነሪ ነቲ ብቐጻሊ ክመጽእ ዝኽእለ ዝለዓለ ፍርያት ወርቂ ንምእንጋድ ዓቕሙ ክውድእ ከም ዝኽእል ካብ ዝግመት ስግኣት ዝተበገሰ'ዩ ኢሉ። ወርቂ ንቁጠባ ዜምባብዌ ብምምእዛን ሓያል ምንጪ ኣታዊ ሸርፊ ወጻኢ ኮይኑ ከም ዘሎ ዝገለጹ ሰበ ስልጣን እታ ሃገር፣ ኣብ ቀዳማይ ርብዒ ዓመት ክልተ ሽሕን ዕስራን ሽዱሽተን ጥራይ ፍርያት ወጻኢ ወርቂ እታ ሃገር ሓደ ነጥቢ ሓደ ትሽዓተ ቢልዮን ዶላር ከም ዝበጽሐ ኣፍሊጦም ኣለዉ። እቲ ሓድሽ ማእከል ንምምስራት ዝተሳተፉ ኣፍወርቲ መንነቶም ብምስጢር ክተሓዝ ከም ዝተገብረን እቲ ትካል ብወግዒ ኣብ ዝምረቐሉ እዋን ወግዓዊ ክግበር ምዃኑን ተሓቢሩ'ሎ ይብል ጸብጻብ ቢዝነስ ኢንሳይደር ኣፍሪቃ። ክቡራት ሰማዕትና ሐዚ ድማ ዋጋ ሸርፍ ወፃ ክንርኢ ሐደ ዶላር ኣሜሪካ ብ ሐደ ሚእትን ሓምሳን ሰለስተን ብርን ሰብዓነ ሽዱሽተን ሳንቲምን እንዳተዓደገ ብ ሐደ ሚእትን ሓምሳን ሽዱሽተን ብርን ሰማንያን ኣርባዕተን ሳንቲምን ክሽየጠ ውዒሉ ኣሎ። ሓደ ፓውንድ ስተርሊንግ ብ ክልተ ሚእትን ሓሙሽተን ብርን ሓምሳን ክልተን ሳንቲምን እንዳተዓደገ ብ ክልተ ሚእትን ትሽዓተን ብርን ስሳን ሰለስተን ሳንቲምን ክሽየጥ ውዒሉ ኣሎ። ሓደ ዩሮ ብ ሓደ ሚእትን ሰማንያን ሓደን ብርን ዓሰርተ ሸሞንተ ሳንቲምን እንዳተዓደገ ብ ሓደ ሚእትን ሰማንያን ኣርባዕተን ብርን ሰማንያን ሓደን ሳንቲምን ክሽየጠ ውዒሉ ኣሎ። ሓደ ስዊስ ፍራንክ ብ ሓደ ሚእትን ተስዓን ኣርባዕተን ብርን እንዳተዓደገ ብ ሓደ ሚእትን ተስዓን ሸውዓተን ብርን ተስዓን ኣርባዕተን ሳንቲምን ክሽየጠ ውዒሉ ኣሎ። ሓደ ኩዌት ዲናር ብኣርባዕተ ሚእትን ተስዓን ክልተን ብርን ሰማንያን ሓሙሽተን ሳንቲምን እንዳተዓደገ ብሓሙሽተ ሚእትን ክልተን ብርን ሰብዓን ሓደን ሳንቲምን ክሽየጠ ውዒሉ ኣሎ። ሓደ ስዑዲ ርያል ብኣርባዓ ብርን ተስዓን ሸሞንተን ሳንቲምን እንዳተዓደገ ብኣርባዓን ሓደን ብርን ሰማንያ ሳንቲምን ክሽየጠ ውዒሉ ኣሎ። ብተመሳሳሊ ዋጋ ወርቂ ክንርኢ ከለና፣ ዕስራን ኣርባዕተን ካራት ወርቂ፣ ቴስዓን ትሽዓተን ነጥቢ ትሽዓተ ሽዱሽተ ደረጃ ጽፈቱ፣ ንግራም ዕስራን ክልተን ሽሕን ሰማንያን ሓደን ብርን ሰማንያን ሸውዓተን ሳንቲምን ክሽየጠ ውዒልሉ። ዕስራን ክልተን ካራት ወርቂ፣ ቴስዓን ሓደን ነጥቢ ሰለስተ ትሽዓተ ደረጃ ጽፈቱ፣ ንግራም ዕስራ ሽሕን ክልተ ሚእትን ኣርባዓን ሓደን ብርን ሰብዓን ሓደን ሳንቲምን ክሽየጠ ውዒልሉ። ዕስራ ካራት ወርቂ፣ ሰማንያን ክልተን ደረጃ ጽፈቱ፣ ንግራም ዓሰርተ ሸሞንተ ሽሕን ኣርባዕተ ሚእትን ሓደን ብርን ሓምሳን ሓሙሽተን ሳንቲምን ክሽየጠ ውዒልሉ።

ክቡራት ሰማዕትና ነዚ ሰዓት ዘዳለናዮም ጸብጻባት ቢዝነስ ነዚኦም መስሉ ነይሮም ንምክታልኩም ነመስግን።